ኣቤት ኣቤት ናይ ቤትና ናይ ኣሌክስ ምስጢር ኩሉ ተጋሊጹ ኣይብጻሕን እዩ ኣብ ሰብ ኣይበጽሕን እዩ ኣብ ኢድ ሰብ ኣይኣትን እዩ ኢሎም ዝሓኡዎ ምስጢር ማለት እዩ ኩሉ ተጋሂዱን እዩ ብጣዕሚ መሕፈርቲ እዮም ቤትና ኣሌክስ ማለት እዩ መሕፈርቲ መሕፈርቲ ኣይገልጽሙን ማለት እዩ በተለይ ኣሌክስ ካብ መኣዝዩ ከምዚ ዓይነት ሰብ ኮይኑ ኣነ ከርደነ ይካለይ ጭራሽ ዝገበሮ ነገር ገገም ኣነ እኮ ምንም የብሌን ኣነ ምንም የበደልኩን። ሰላም ሰላም ክቡራት ተኸታተልቲ ዝኾንኩም ከመይ ኣለኹም? ሰላም ዲኹም? ኣነ ሰላም እየ እግዚኣብሔር ይመስገን። ንስኻትኩም ለኣ ኣብ ዘለኹምዎ ሰላም ክትኮነለይ በዓልቲ ምልእቲ ተስፋ እየ ማለት እዩ። ለማዓንቲ ድማ ብሓድሽ ቪድዮ እየ መፅእኩም ዘለኹ ማለት እዩ መጀመርያ እዛ ቪድዮ ክትጅምሩ ከለኹም ላይክ ምንጓር ጀምሩ ሓደሽ ዝኾንኩም ድማ ሳብስክራይብ እንዳገበርኩም ናይ ደወል ምልክት እንዳናኻእኹም ማለት እዩ ቤተሰብ ኮኑ ክትኮኑ ብትሕትና ክላወኩም እንደሊ ማለት እዩ ሳብስክራይብ እንትገብርልይ ኩልኹም ብጣዕሚ እየ ዘመስግን እግዚኣብሄር የኽብረለይ ስለተበረታትዕኒ ሰፖርት ስለትገብርኒ ማለት እዩ ብጣዕሚ እየ ዘመስግን እግዚኣብሄር ሓሳብ ልብኹም የስምረልኩም ማለት እዩ። ኣብ ዘለኹምዎ ሰላም ክትኮኑ ይምንየልኩም ማለት እዩ። ከምቲ ንዓይ ትሕግዙኒ ንዓኹም ለ እግዚኣብሄር ኣብ ሂወትኩም ይሓግዝኩም ክብለኩም ይደሊ ማለት እዩ። ኣብ ስደትን ዘለኹም ፈጣሪ ብሰላም ናብ ዓድኹም ከብቅዐኩም ኣብ ዓድን ዘለኹም ድማ እግዚኣብሄር ኣምላኽ ሰላም ገብረልኩም እንዳተመነኹ ማለት እዩ። እዚ ኩሉ ኣብዚ በጻሕኒሆ ብናትኩም ሓገዝ ብናትኩም ምትባዕ ስለ ዝኾነ እዩ ቤተሰብ ማለት እዩ ብጣዕሚ እየ ዘመስግን ብእውነት ሓጎሴሲ ወሰን የውልይ ብጣዕሚ እየ ዘመስግነኩም ማለት እዩ ብዝበለጸ ብዓብዩ ከመስግነኩም እንደ ለማዓንቲ ከዓ ብተዓቕመይ ከመስግነኩም ይደሊ ማለት እዩ እምበኣር ናብቲ ትሕዝተይ ከብለኩም ለማዓንቲ ብዛዕባ ቤትና ኣሌክስ ጉዶም ተቃሊዑ ዘሎ እየ ክነግረኩም ደልየ ማለት እዩ። እንታይ እዩ ዝተጋለፀ ነገር ንሱ እንድሕር ደሊኹም ክሳብ መጨረሻ ብትዕግስቲ ተፀበዩ እና ካብ ትማሊ ብዝሰርሕዎ ንእሽተን ሓሳብ ክህበሉና ናብ መደበይ ከብለኩም እየ ማለት እዩ። ከምቲ ንበር ቤቲ ንኣሌክስና ንሊሊ ከሰማምዕ ኢላ ናብ ገዛ መጽያ ነይራ ኩልና ርኢና ኢና ቤተሰብ ማለት እዩ ግን ኣሰማሚዓ ዘይኮነትስ ሓዊ ነዚሓ ንሳን ተዕርሲ ምዃና ሊሊ ድማ ተዕርሲ ምዃና ኣርእያ እያ ከይዳ ማለት እዩ ትዕቢታ እያ ኣርእያትና ከይዳ እምበር ምንም ዘምሃረትና ነገር የለን ማለት እዩ ቤተሰብ ካብኡ ኣሌክስ ድማ ናብ ገዛ ከም ዝተመለሰ ለርእና ማለት እዩ ሚካኤል ስለ ዝነበረ ሓቢሮም ንኸውዕሉ ኢሉ መፅዩ ምስ ስድራ ቤተይ ክውዕል እየ ኢሉ መፅዩ ማለት እዩ። ግን ኣነ ኣብዚኣ ንእሽተይ ክዛረብላ ዝደሊ ማለት እዩ ኮርያ ምስ ሊሊ ተባኢሶም ተጨቃጨቆም እዩ ተፈላለዮም ነይሮም ወዶ ማለት ናብ ስራሕ ኮይዱ ማለት እዩ። ሕዚ ኣሌክስ ከምዛ ምንም ዘይተፈጠረ በቃ ምንም ምንም ማዕለኩምሽ ምንም ለይተፈጠረ ምንም ከምዘይኮነት ሊሊ ሰላም ከምዘለት ኮይኑ እዩ ዝናገር ዘሎ ብእውነት ማለት እዩ እዚ ብትክክል ኣብ ሂወት ዘሎ እዩ ዝሰረሕዎ ኣለዉ ማለት እዩ ኣብ ሂወት ዘሎ እዩ ማለት እዩ ንምንታይ ሓደ ሓደ ሲ ይብድልካ እሞ ከፊእካ ናሃለ ሓሪቅካ ናሃለካሲ ምንም በቃ ማለት

ናይ ክልቴኻ ሓሳብ ናይ ክልቴኻ ድልየት እዩ ክተማልእ ዘለካ ወዶ ማለት መጻምድትኻስ ከመይ እኒኦ ደስተኛ ድዩ እኒኦ ወይስ ተናዲዱ ድዩ እኒኦ ክትፈልጥ ኣለካ ኢለ ይሓስብ ኣነ ማለት እዩ ሕዚ ኣሌክስ ከምዛ ምንም ዘይተፈጠረ ስልኪ ኢግነር ዓጽያቶ እያ ቤተሰብ ማለት እዩ ኢግነር ዓጽያቶ ንሃለት ከምዛ ምንም ዘይተፈጠረ ኮስተር ኢሉ እዩ መጽኡ ንምንታይ ምጽኢኹም ክኢሉ ኣለኹ ቤተሰብ ግን ንምንታይ ማለትሲ ትሕት ኢሉ ዘየዋግዓ መሽኮርያ ተናዲዳ እኒኣ ካብ ኖርማል ኬርለስ ኮይኑ ሰላም ዲኺ ሊሊ ሚፍቅር ምናምን ካብ ዝብል ሊሊ ኣጥፊኤ ተኮይነ ኣኮሬ ክትኮይነሲ ይቅርታ ግበርለይ ብትሕትና ሲ ብላዛ ገይሩ ክንድዚካስ ከምዛ ምንም ዘይተፈጠረ እዚ ማዕረ ክንደይ ይናዳ ማዕረ ክንደይ ይበሳጫ ኣይሓስብን ኣየስተውዕለይ ወይስ በቃ ኣትያ ከይትገብር ምንም ተምጽኦ ነገር የብላን ኢሉ እዩ ከምዚ ኢሉ ኮስተርተር ልብሎ እንድዒ ኣነ ንባዕለይ ማለት ንባዕለይ እታ ትስምዐኒ እየ ዝናገር ዘለኹ ማለት ከምኣ ተትኾንስ እንታይ ምበልኩ ነይረ ኢለ ላስ ስለለብሉ እየ ከምኡ ዝብል ዘለኹ ማለት እዩ። እና ሊሊ ሕጂ እውን ይቅርታ ይገበረትሉን ዘላ ከምቲ ትሪእዎ ውፀለይ ካብ ገዛ እንድሕር ዘይተወፀለይ ከዓ ኣነ ክወፀልካ እየ ኢላቶ ማለት እዩ ማለት ውሽጣ ደስተኛ ይኮነት እዩ እስኻ ንዓይ ትብድለኒ ኣለኻ እኻ ከመይ ጌርካ እስኻ ንዓይ ነበደልካ ንስ ከመይ ኢለ ኣነ ምሳኻ ደስተኛ ኮይነ ዝነብር ዘጥፋእካ ጥፊእካ ሲ ስዑ ኢለ ናስሓቁ ክቀበለካ ዲኻ ተብል ትደሊ ኣስመሳይ ኮይነ ክነብር ኣይደልን እየ እያ ኢላቶ ሊሊ ማለት እዩ። ኣሌክስ ከዓ ኣነ እንታይ እየ በዲለኪ ምንም ኣይበደልኩኹን። ኧረ ኣሌክስ ብጃኻ ሓፈር መን ክሓፍረልካ ኣነ ዶ ክሓፍር ኦማይ oh ጋድ ቤተሰብ ማለት እዩ። ትበደልሲ ኣይተረድእ ኩሉ ግዜ ግንስ ኩሉ ግዜ ምሽ የጥፍ ኣሌክስ እንታይ በዲለ በዲለ ድየ ተበዲለ እኮ ይቅርታ ክሓትት እየ ዝብል በደሉስ ኣይርድኦ ድዩ ወይስ ንኣና እዩ ዝቐሽሸና ኣሎ እንደ በደሉ ኣይርድኦን ኣይመስለኒ ኣነ እንደ ሙድ ይሕዘልና ኣሎ ኮይኑ ዝስምዐኒ ኣና ማለት እዩ እና ከምቲ ትሪእዋ ነበርኩም ሊሊ ብጣዕሚ እያ ተናዲዳ ነይራ ካብ ገዛ ድማ ወፃ ሌላ ኣባሪራቶ ማለት እዩ ንምንታይ ብቀዳማይ በቃ ማለት ሲ ካብ ንጨቃጨቅ ሲ በቃ ስካብ ደገ ፅናሕ ክዳውንትካ ሰደልካ እሞ ምስ ተረጋጋዕኹ እናጋገርና ኢላቶ ቀጥታ ናብ ቤት ምኻድ እዩ ኣናዲድዋ ነይሩ ማለት እዩ። ኣብ ቤት ድማ እንታይ ዓይነት ተፈጢሩ እንታይ ተፈጢሩ ምንም ትፈልጦ ነገር የብላን ማለት እዩ። ስለምንታይ ኢኻ ማለት ሆቴል እኒኦ ዓራት እኒኦ ንምንታይ ሲ ናብ ዓራት ዘይትሕዝ ናብ ቤት ዝኸይድ ምስኣለ ሕድር ነገር ሲ እንታይ ሃልዩካ ወይስ ዝተሓበ ምስጢር የድልየኩም ኮይኑ ሓቂ ተናገር ኢላቶ ምንም ነገር ከም ዘይብሎም ምንም ዝተሓብአ ነገር ከም ዘይብሎም እዩ ተናጊሩ ዘሎ ኣሌክስ። ግን ድማ እቲ ነገር እቲ ምስጢር ኩሉ ተጋሂዱ እኒኦ ማለት እዩ ናይ ቤትና ናይ ኣሌክስ ምስጢር ማለት እዩ። ቶቶቶቶ የብል ቱቱቱቱቱት ብእውነት ማለት እዩ ቶቶቶቶ የብል ዝወፅእኒዮ ምስጢር ብጣዕሚ እዩ ዘሰንብድ ብጣዕሚ ብጣዕሚ ማለት እዩ። እዛ ምስጢር እዚኣ ተሰሚዕኹምዋ ኣጋጣሚ ሰብ ገለ ምናምን ምሳኹም ክህሉ ኣለዎ ምክንያቱ ርእስኹም ከይስሕትሞ ድሓር ብሰንኪ ክዩ ምናምን ከይትብሉ ንዓይ ማለት እዩ ቤተሰብ እዛ ቪድዮ እዚኣ ክትስምዑ ከለኹም ምሳኹም ሓደ ሰብ ኮፍ ኣቢልኩም ስምዑ ማለት እዩ። እና ኣሌክስና ቤቲ ድማ ምስጥርና ኣይቃላዕን እዩ ምስጥርና መቸም ኣይወፅእን እዩ ኣብ ክልቴና እዩ ኢልኩም ዝሓባእክምዎ ምስጥር ተገሊፁ እኒኦ ሕጂ እንታይ ኢኹም ክትገብሩ እንድዒ እዛ ምስጥር እዚኣ ግን ቤቲ እያ ኣውፂኣታ ይመስለኒ ንምንታይ ሊሊ ብደንቢ ንክትናደድ ብደንቢ ንክትበሳጨ ዘውፀት ኮይኑ ይስምዐኒ ቤተሰብ ማለት እዩ ብጣዕሚ ይልገመካ ናይ ቤት ተንኮል ግን ኣቤት ይተኸኣለትን ናብ ሊሊ ክትመፅእ ከላ እኳ ተረዲእኒ ነይሩ ኣነስዋ እቲ ነገራት ከምዚ ምዃኑ ማለት እዩ እና እንታይ እዩ እቲ ምስጢር ዝብል ብፎቶ ከቕምጠልኩም እየ ማለት እዩ ኩሉ ነገር ኣብኡ ክትርእይዎኹም ናይ ለማዓንቲ ትሕዝቶይ እዚያ ትመስል ነይራ ማለት እዩ ኣብ ቀፃሊ ክሳብ ንረኸብ ግን ሰሰናይ ንዓኹም ክብለኩም ይደሊ ማለት እዩ ላይክ ሸር ምግባር ኣይትሕመቑ ኢኹም ባይ ባይ